ዘይርዳእ ዘይርሓግዝ ኣምላኽ ንዕኡ ትደልዩ ሰባት ይግበርኩም። ኣብ ሰማይ ኮነ ኣብ ምድሪ እቶም ኣምላኽ ምሕረት ዘዕበየሎም ሰባት እዮም ንኣምላኽ ዝደልዩ። ይገርመኩም እግዚኣብሔር ይፈጥር እሞ ካብቶም ዝፈጠሮምሲ ንዕኡ ዝደልዩ ይርከቡ፣ ንዕኡ ዘይደልዩ ከዓ ይርከቡ። ካብ ናይ ሰማይ ፍጥረታት ከምኡ ካብ ናይ ምድሪ ፍጥረታት ከኣ ከምኡ ኣብ ናይ ሰማይ ፍጥረታት ከምኡ ገጢምዎ ንኣምላኽ ኣብ ምድሪ ከኣ ከምኡ ኣብ ናይ ሰማይ ፍጥረታት ኣብ መላእኽቲ ሓደ ሲሶ ዝኸውን ናይ ሰማይ መልኣኽ ንኣምላኽ ዘይደሊ ኮይኑ ጸኒሑ ከም ምርጫ ኣብ ምድሪ ከዓ ከምኡ ኮይና ፀኒሕና ሓደ ሲሶ እኳ ይበሃልን ዳርጋ ዳርጋ ኩሉ ሰብ ኣምላኽ እውን መስኪሩ ሰብ ብልቡ ወትሩ ዝሕሉ ንክፉእ ጥራይ ኣብ ዓለም ጥራይ ከይንሓስብ ወላ ኣብ ቤቱ ካብ ንኣምላኽ ዝደልዩ ንኣምላኽ ዘይደልዩ ህዝቢ እዮም ዝበዝሑ ስለዚ እዩ ኣምላኽ ሰብ ክርድኦ ኢሉ ንዘይደልዩ ንየ ተረኪበሎም ኢሉ ዘይደልይዎ ሰባት ተረኪብልና በዚ ምስጋና ንኣምላኽ ይኹን ግን ንዘይደልይዎ እግዚኣብሔር ነቶም ዘይደለየኒ ነቶም ዘይሓተቱለይ ኢሉ ኣሎ ካብ ተረኸበልናስ ናይ መላእኽቲ ንመላእኽቲ ንግደፎ ኣሎ ሰባት ኢና እሞ ከም ሰባት ግን ናትና ገደ ክንገብር ኣምላኽ ይደልየና ንዘይደለይዎን ዘይሓተትሉን ህዝቢ ተረኺብሎም ንሃዋርያት ጎይታ ንክምዚ ዝኣምሰለ ሕሬት ክነግሮም ክጽውዖም ከሎሲ ኣነ ይሓረይኩም ስኻትኩም ግን ኣይሓረኹምን ኢሉ እነ ይጸውዕኩም ስኻትኩም ግን ኣይጸዋዕኩምን ለካ ኩሉ ካብኡ እዩ ዝብል መጽሓፍ ቅዱስ ሓቂ እዩ በቃ ካብ ኣምላኽ ተዘይኮይኑ ልሰብ ወላ ሓን ጽቡቕ ነገር የብሉ ሰኢልና ኢና ቤት እስራኤል ንኣምላኽ ጠሊማቶ ኣምላኽ ከኣ ጓና ብዝኾነ ህዝቢ ከቕንኦም ኢሉ ናብ ኣህዛብ መጺኡ ንብል እምበር እታ ህይወቱ ሂቡ ተበጃዋ ቤት እውን ንኣምላኽ ኣይትደልየን እያ። ከምቲ ሽዑ ሓደ ከም ዘየለ ዝረኣየ እሞ ቅልጽሙ ዝረድኦ እሱ ሓያል እዩ። ሕጂ እውን ምንም ንኣምላኽ ዝደሊ ከም ዘየለ ምስ ረኣየስ ቅልጽሙ እዩ ክረድኦ መወዳእታኻ ስለ ዝኾነ ኣምላኽ እንታይ ኢሉ መስለኩም ኣብ መወዳእትኡ ርስሓት ወይስ ዕጣር ወይ ከዓ ገለ ዝመስል ዘይብላ ቅድስትን ክብርትን ማሕበር ገይሩ ንርእሱ ከቑማ ኢሉስ ርእሱ ባዕሉ በጃኣ ሂቡ ማለት ፐርፌክሽን ዘለዋ ቤት ከምፅእ ባዕሉ ወዲእዎ እዚኦም ግን እንታይ ኢሎም መስለኩም ከም ምኽሩ ተፀውዑ ምኽሩ ጥራይ ዘላለማዊ ከም ምኽሩ ዝተፀውዑ ግን እንታይ ንጀምር ንኣምላኽ ዘፍቅሩ ኢልዎ ኣነ ንኣምላኽ የፍቅሮ እየ እሞ በሉ ካብ ምንታይ ከም ተፍቅርዎ ግን ክነግረኩም ጎይታ ኢየሱስ ኣብ ምድሪ ክመላለስ ከሎ ከምዚ ኢሉ ንቤቱ እዩ ከዓ ዝነግራ ዘሎ ኣነ ነቦ የፍቅሮ እየ ኢሉ ኣየፍቅሮን እየ ተዝብል ግን ከማኻትኩም ሓሳዊ ምኾንኩ ነይረ ኢሉ ኣነ ነቦ የፍቅሮ ኢሉ ነቦ ዘለዎ ፍቕሪ ርእዩ ስለዚ ጎይታ ኢየሱስ ንኣምላኽ ዘፍቅሩ ከም ምኽሩ ከኣ ተጸውዑ ኩሉ ሰናዮም ከም ዝድግፎም ንፈልጥ ኢልና ንዘል ንኣምላኽ ከም ነፍቅሮሲ ኣቐዲሙ ነጊርና ኩሉ ኣምላኽ ኣቐዲሙ ዝጸሓፎ ኢልና ጎይታ ኣብ ዝሓለፈ ትዝኪርኩሞ በዓል ኣምላኽ ዝገብሮ ጉዳይ ወላ ሓደ ተተሳእነስ ባዕሉ መፂኡ ዝገብሮ እዩ ስለዚ ንሕና ንኣምላኽ ነፍቅሮ ዲና ከይንብል ደቂ ኣምላኽ እዮም ንኣምላኽ ዘፍቅሩ ማለት ወዱ የፍቅሮ እንዲ ኣሕዋቱ ኩሎም ከዓ ልክዕ ከም ወዱ ነቦኦም የፍቅርዎ እዮም ከም ምኽሩ ዝፀውዖም ነዚ እዩ ከም ምኽሩ እዮም ተፀዊዖም ከም ናይ ዘልኣለም ሓሳቡ እዮም ተጸዊዖም፣ ከም ናይ ዘልኣለም ፍቓዱ እዮም ተጸዊዖም። ገና ሰማይ ከይቆመ ከሎ ምድሪ ከኣ ከይተሰርሐት ከላ ቀደም ቅድሚ ምስራት ናይ ዓለም ቀደም ቅድሚ ምስራት ናይ ዓለም ስቲ ቀደም ሓሪዎም ጸዊዕዎም ቡይ እዩ ግን ብወዱ ክብሪ ንዑ ይኹን። እዚ ናይ ኣምላኽ ነፍቅሮ ኢና ክንብል ከለና ደቂ ሰብ ኮይና ኣይኮንና ንዛረብ ዘለና ካብ ስጋ ዝተወልደ እሞ ስጋ ኢልዎ እዩ መጽሓፍ ቅዱስ ንስጋ ክዛረበሉ ከሎ እግዚኣብሔር መደምደምታ ጌርዎ ወትሪ ግዝሕልኖ ክፉእ ጥራይ እዩ ካብ ገነት ጀሚሩ ንጹህ ከሎ ወዲ ሰብ እየ ዝብለኩም ሰብ ኮይኑ ካብ ተፈጥረላ ንጹህ ወዲ ኣዳም ንጹህ ኣዳም ኣበሳ ዘይብሉ ኣዳም ኣበሳ ዘይብሉ መልኣኽ ከም ዝኸድዖ፣ ኣበሳ ዘይብሉ ሰብ ከኣ ኩሉ ግዜ ንእግዚኣብሔር ምስ ከድዖ እዩ። መን ደኣ ኣሎ ዘይከድዖ ተልኩም? ሓደ ወዱ። ስለዚ ዘርኡ ክርኢ ጻማ ነብሱ ክጸብቕ ክጸግብ ኣምላኽ በዚ ቆሲኑ። ኣምላኽ ምኽሪ መኺሩ፣ ኣምላኽ ሓሳብ ሓሲቡ እቲ ምሳኹም ዘሎ ኣምላኽ ውሉድ ክትኮኑ እዩ ጸዊዑካ በልዎ። ካብዚ ዝዓቢ ብስራት እግዚኣብሔር ንድሕሪ ሕጂ ንኣኻትኩም ዝነግሮ እኮ ይብል። ካብዚ ዝዓቢ ብስራት ንስኻ ወደይ ኢኻ ምስ ኢሉ ምስኡ ኸኣ እንታይ ኢሉ መስለኩም? ንብዙሓት ውሉድ ናብ ክብሪ እንዳእተዎም ናብቲ ኣምላኽ ዘለዎ እንዳእተዎም። ነዚ እዩ ኣቦ እንታይ ኢሉ መስለኩም? ጎይታ ኢየሱስ ክርስቶስ ኣቦ በቲ ቅድሚ ምስራት ዝነበረ ክብርስ ኣኽብረኒ ኢሉ ኣኽቢረካ ኢልዎ። ገና ኸኣ ከኽብረካ ኢልዎ። ናብ ክብሪ ዝእተዎም ደቁ ኸኣ ርኣዩ ውሉድ ኣምላኽ ክንበሃል ኣቦ እንታይ ዝበለ ፍቕሪ እዩ ኣፍቂርና ውሉድ ኣምላኽ ክንበሃል ኣቦ ከመይ ዝበለ ፍቕሪ ከምኡ እኮ ኢና ግን ኣይተገልጸን ዘሎ ኦፍኮርስ የስ እንድሕደ ተገሊጹ ንገርፎም ግን ዝግለጸሉ ኣሎ ሃረርታ ኩሉ ፍጥረት ካብ እንታይ እዩ ዝጽበ ዘሎ ተልኩም ምግላጽ ደቁ ንኣምላኽ እዩ ምክንያቱ ሳቶም ንየሱስ ኣሕዋቱ እዮም ንየሱስ ኣሕዋቱ ማለት ከዓ ንኣምላኽ የፍቅርዎ እዮም ብዛዕባ እዚኦም እዩ ኣምላኽ ከምዚ ኢሉ ተዛሪቡ፣ ከምቲ ኣነ ንስኻን ሓደ ዝኾንና፣ እሳቶም ኣባና ሓደ ክኾኑ፣ ማለት ካብ ፍቓድ ስጋ ሰብኣይ ደም ዘይተወልዱ ፍጡራት ክኾኑ፣ ካብ ዘይጠፍእ ዘርኢ ማለት ካብ ቃል ኣምላኽ ከም ብሓድሽ ክውለዱ ኢሉ። እዚ እግዚኣብሄር ጥራይ እዩ ዝገብሮ። ንስኻ ወደይ ኢኻ ኣነ'የ ወሊደካ ኢልዎ። ክብሪ ንኣምላኽ ይኹን። ንኣምላኽ ዘፍቅሩ ከም ምኽሩ ከኣ እተጸውዑ ኩሉ ንሰናዮም ከም ዝድግፎም ንፈልጥ ኢና። ኩሉ ንሰናዮም፣ ኩሉ ንጽቡቆም። ስለዚ ኣምላኽ ንኣምላኽ ከም ንደሊ ገይሩ እዩ ፈጢርና። በቲ ውዱእ ምኽሪ እየ ዝነግረኩም ዘለኹ። ኣምላኽ ቅድሚ ዘለኣለም በይኑ ካብ ዘልኣለም ዝነበረ፣ መጀመርታ ህይወት ዘይብሉ፣ መወዳእታ ዘይብሉ፣ ሓደ እኳ ዝረኣየ ዘየለ፣ ከምታ ዘለዋ ደቁ ክርእይዎ እዮም። ምኽንያቱ ኣብ ሕቕፊ ኣቦኡ ዝነበረ ሓደ ወዱ እዩ ጥራይ፣ ንዕኡ ርእይዎ እሱ ከኣ ጊህድዎ ዝነበረሲ፣ ብዙሓት ውሉድ ከኣ ሕጂ ናብ ክብሪ ኣትዮም ምስ ኣቦኦም ክነብሩ እዮም። ኣምላኽ ምስ ሰብ ግን፣ ካብ ፍቓድ ስጋ ሰብኣይ ደም ዘይተወልደ ሓደ ነገር ክነግረኩም መደምደምታ ንኹሉ ግዜ ክትገብሩ ካብ ስጋ ዝተወልደ ስጋ ኢሉ ጎይታ ምክንያቱ እቲ ቀዳማይ ሰብ ካብ ምድሪ እግዚኣብሔር ገይርዎ ከነፅረልና ደሊ እዩ ካልኣይ እዩ ሰብ ግን ወይ ላስት ሰብ ኢልዎ ዘሎ ኣዳም ክርስቶስ ግን ካብ ሰማይ ኢልዎ ስለዚ ካብ ሰብ ዝተወልደ እቲ ካብ ቀዳማይ ኣዳም ዝተወልዱ ደቂ ሰባት ብምልኦም ኢልዎም ክብሪ እቲ መሬታዊ እዩ ዘለዎም። ክብሪ እዚ መሬታዊ ወዲ ሰብን ክብሪ እቲ ሰማያዊ ወዲ ሰብን ግን በበይኑ እዩ። ኣይትገረም ካብ ላዕሊ ክትውለድ ስለ ዝበልኩኻ ኣይትገረም ካብ ላዕሊ ተዘይ ተወሊድካ ግን ንመንግስቲ ኣምላኽ ኣይትሪኣን ኢኻ ኢሉ መንግስቲ ኣምላኽ ሒደት ሞጋሰ እታ መንግስቲ ቦኻ ክበካ እዩ ዝተባህለ ንሶም ጥራይ እዮም ነታ መንግስቲ ዝርእይዋ ምኽንያቱ ካብዚ ዓለም እዚ ኣይኮኑን ጎይታ ኢየሱስ ብዛዕባ እዚኦም ክዛረብ ከሎ ታይ ዶ መስለኩም ኣቦ ከምቲ ኣነ ካብዛ ዓለም እዚኣ ዘይኮንኩ። ስምዑ ኣዳም ካብዛ ዓለም እዚኣ እዩ ተፈጢሩ ካብ መሬት እዩ ተፈጢሩ ከምቲ ኣነ ካብዛ ዓለም እዚኣ ዘይኮንኩ ተፈጥሮይ ካብዛ ዓለም እዚ ከምዘይ ኮነ እሳቶም ከኣ ካብዛ ዓለም እዚኣ ኣይኮኑን ካብዛ ዓለም እዚኣ ኣይኮኑን ካብ ፍቓ ስጋ ሰብኣይ ደም ኣይተወልዱን ዓሌት ዘርኢ ቋንቋ የብሎምን ብዘይ ቁጽሪ ወለዶ እዮም መጽኦም ብዘይ ኣቦ ብዘይ ኣደ ብዘይ ቁጽሪ ወለዶ እንታይ ደኣ ኣሎ ደቂ ኣምላኽ ኩሉ ፍጥረት እንታይ ይጽበ ነዚ እዮም እግዚኣብሔር ንዘለኣለም ይኽበር ስለዚኦም ንመን እዮም ዝደልተልኩም ንኣምላኽ ኣምላኽሲ ንኣምላኽ ክንደሊ ኢሉ ይጸዊዕና ኣምላኽሲ ንኣምላኽ ክንከውን ኢሉ ይጸዊዕና ኤፌሶን ሽዑ እንታይ ኢሉ? ነዚ ዕድል ርስቲ እዚሲ ብኡ ኢና ረኺብናዮ። ርስቲ እዩ፣ ንኣምላኽ ወረስቱ ክንከውን፣ ንየሱስ ክርስቶስ ከኣ መዋርስቱ ክንከውን። ኩሉ ሰብ መዋርስቲ የሱስ እዩ ዝመስሎ። ከም ምኽሩ እተጸውዑ፣ ቀደም ዝመደቦም ንዓታቶም ጸዊዕዎም ነቶም ጸውዖም ንኣታቶም ኣኽቢርዎም ነቶም ዘጽደቆም ንኣታቶም ኣኽቢርዎም ኣምላኽ ኣብዚ ናይ መወዳእታ ዘመን ካብ ዘፍጥረት ዘይኮኑ ደቂ ኣለውዎ እዩ ስለዚ ነቲ ምሳኻ ዘሎ እንደገና ክትውለድ ኢኻ ስለ ዝበለካስ ኣይትገረም በሎ እንደገና ክትውለድ ኢኻ ስለ ዝበልኩኻስ ኣይትገረም ኢሉ ካብ ስጋ ዝተወልደ ስጋ እዩ ክሳዕ ሕጂ ካብ ሰብ ተፈጥሮ ኢኻ ተፈጢርካ ኣቦ ኣደ ኣለውኻ ኢልዎ ወላ እሱ ውን ሓቲቱ ንሕና ኮይና ሓትት ሕጂ ካልኣይ ምውላድ እሱ ይፈልጣ እዩ እዚ እንደገና ቦርኔገ እንዲኻ ዝበሃል ዘረባ ኣሎ እሱ ግን ገሪሙ ሕጂ ማሕፀን ኣደ ኣትየስ ካልኣይ ግዜ ኢልዎ ኖ ምድሓን ምርካብ ካልእ እዩ ወዲ ኣዳም ክድሕን ኣለዎ እንደገና ግን ክትውለድ ኣለካ ኢልዎ ተደይኮነኸ መንግስቲ ኣምላኽ ኣይትርእያን ኢኻ። መንግስቲ ኣምላኽ ዝኣትውዋ መን እዩ? መንግስቲ ኣምላኽ ዝቕበልዋ መን? መንግስቲ ማለት ከኣ ዘይርድኦ ሰብ ኣሎ። መንግስትኻ ከም ዝኣበሉ እኮ ኢሉ ጎይታ ስለ ዘይመጸት እኳ ሃዋርያት እኮ ሓቲቶሞ ዋዕ ንደቂ ኣምላኽ ከሎስ ሃዋርያት ሓቲቶም ኣቦይ እኮ እዩ ብስልጣኑ መዲብዎ ንስካትኩም ክትፈልጥዎ ሃዋርያት ናትኩም ኣይኮነን ንዓካትኩም ኣይተዋህበን ኣንታ ሒደት መጓሰ ግን እታ መንግስቲ ኣቦካ ክህበካ እዩ እሞ ኣይትፍራሕ እዚ ብፅእና እዚ ዕድል እዚ እግዚኣብሔር ሂብካስ ስብሓት ንዑ ይኹን ነቶም ዝመደቦም መዲቡ እኮ እዩ ንደቂ ሰብ ዝብል ጽሕፍቲ የለ ንምልዓል ተኾይኑ ዘረኣእያን ኣብርሃም ኣልዒልዎ ንኹሉ ሰብ ይድዕልዎ እግዚኣብሔር ነቶም ዝመደቦም ንዓታቶም ጸዊዕዎም ነቶም ዝጸውዖም ንዓታቶም ኣጽዲቕዎም ነቶም ዘጽድቖም ከዓ ንዓታቶም ኣኽቢርዎም መወዳእትኡ እኮ ነቲ ክቡር ስግኡ ክንለብስ ኢና that's why ንኣምላኽ ክንርእዮ ኢና ኣምላኽ እኮ ይረኣን ነውሪ እኮ እዩ ዋላ ከምዚ ኢልካ ክትዛረብ ዝገርመኩም እዚ ኩሉ ሞይቱ ከይዱ ዘሎ ሃዋርያ ይኹን ነቢ ወላ ኩሉ ፍጥረት ናይ ሰብ ጎይታ ተቐቢሉ ዝኸደ ብምሉእ ገርመኩም ምስ ልቡ እዩ ከይዱ ዘሎ ከም ልቡ ኸኣ ኣምላኽ ፍርዲ ኽህቦ እዩ። ደቂ ኣምላኽ ግን ኣጽድቖ ምስ ክበሉ። ተፈጥሮ ኣምላኽ ፕራክቲካሊ ጅን ጅን እንታይ ዘርኢ ናይ ጎይታ ተፈጥሮ ናይ ጎይታ መሬታውያንን ሰማያውያንን በበይኖም እዮም። ምስሊ እቲ ሰማያዊ ክንለብስ ነዚ እዩ ካብ ፍቓድ ስጋ ካብ ፍቓድ ሰብኣይ ደም ኣይተወልዱን ኣርባዕተ ነጥቢ ገይርሉ። ነዚ ዕድል ርስቲ ግን ብኡይና ረኺብናዮ፣ ብጐይታ ረኺብናዮስ፣ ሕርየት ግን ናይ ኣምላኽ እዩ። ምናልባት ዝተዓደሙ ነይሮም ዶ እንተልኩምኒ፣ እወ ጐይታ እውን ነጊርና እዩ። ዝተዓደሙ ምስ ኣበዩ እዩ ጐይታ ሓንካሳትን ቆራያትን ጸዊዑ። ኣምላኽ ክቕበለካ ክንደይ ጥዑም እዩ ኣምላኽ ክረድኣካ ክንደይ ጥዑም እዩ ኣምላኽ ክጽውዓካ ክንደይ ጥዑም እዩ ናይ ኣምላኽ ክትከውንከ ክንደይ ዕድል እዩ ነዚ ዕድል ርስቲ እዚ ረኺብካዮ ትፈልጡ ዲኹም ነዚ ዕድል ርስቲ ተጸዊዕካ እውን ትኸስሮ ኢኻ ናቱ ግዴታ ይብሉን ጸውዑ ጥራይ እዩ ዝብል ምስ ኣበይ ንካልኦት ከም ዝሃቦ ምስ ኣበይ ከዓ ንካልኦት ይህቦ ነዚ እድርስ እዚ ምሳና ተቖጺሩ ነበረ ኢልዎ ንይሁዳ ምስ ኣበየ ኣምላኽ መዲብሉ ከመይ ዕድል ይበጽሕና ከመይ ዕጫ ኣባህ ዘብል ዕጫ በጽሒኑ ኢሉ እኳ ዳዊት ንምንታይ ከምኡ ዝመስለኩም የሱስ ወዲ ዳዊት እዩ እዚ ንግስነት እዚ ኣብ ሰማይ እንታይ ዳዊት ይፈልጦ እዩ ምኽንያቱ ንእግዚኣብሔር ሓንቲ ነገር እዩ ለሚንዎ፣ ውቃበ እግዚኣብሔር ክርኢ፣ መቕደሱ ክምርምር፣ ምሉእ ዕድመ ኣብ ቤት እግዚኣብሔር ክነብ። ንሰማያዊ ሰብ እዩ፣ ዝፈልጦ ዝረኣዮ ዘርኣዮ ኣለዎ እዩ። ኣቦኹም ኣብርሃም ነዚ ይምነይ ግን ኣይተዋህቦም። ሃዋርያት ነዚ ሓቲቶሞ ኣቦይ ብስልጣኑ ዝመደበ ኢልዎ። ንስኻትኩም ክትፈልጥዎ ጊዜን ዘመን ግደፍ ናብኹ ኣቱስ ዘመንን ጊዜን ክትፈልጡ ናትኩም ኣይኮነን ኢልዎ። ኣምላኽ ግን ሰብ ከም ዝጸውዕ ይዘንግሮ። ካብ ናይ የሱስ ተፈጥሮ ኾንካ ኣብ ምድሪ ክትመላለስ፣ ነዚ ርስቲ እዚ ብኡ ክትረኽቦ፣ ነዚ ዕጫ እዚ ካብኡ ክትቅበሎ ካብዚ ዝዓቢ ርስቲ የለን። ምኽንያቱ ንሓደ ግዜ ዝተዋህበ ዕድል እዚ ኣምላኽ ምስ መጸ ደቁ እዮም ንምድሪ ክወርስዋ ደቁ እዮም፣ ንሰብ ናብ ህይወት ከምጽእዎ ደቁ እዮም፣ ንኹሉ ክብጀውዎ ብሓቂ ኢየሱስ ክርስቶስ እቲ ዝገብሮ ዝነበረ ኣብ መስቀል እናፈለጠ እዩ ገይርዎ። እቲ ኩሉ ዝኸፈሎ ዋጋ እናፈለጠ እዩ ገይርዎ። ሰብ ክድሕን ሰብ ብመን ይድሕን? ኣምላኽ ብየሱስ ዝኸፈሎ ዋጋ። ዓለም ክድሕን ቀሊል እዩ ትማልስ ታይ ገሪም ይመስለኩም ዳሰማዕኩ ናይ ብራንደ ሕጂ ደቅኹም ክድሕኑ ህዝብኹም ክድሕኑ ሃገርኩም ክድሕንሲ ማራይ ጸልዩ ይብለኩም ኣሎ ጎይታ ትፈትዎም ሰባት ኩሎም ክድሕኑ መዓስ ብግዜ ይመስለኩም ብመዓልትታት እዮም ክድሕኑ ይብልኩም ሓቅኻ ምኽንያቱ ምድሓን ናይ እግዚኣብሔር እዩ ስም እግዚኣብሔር ዝፅውዕ ኩሉ ክድሕን እዩ እግዚኣብሔር ምድሓን ንምድሪ ከመይ ገይሩ የምፅኣላስ ደቁ እዩ ዓቑሩ ንየሱስ ከታይ ኢልዎ ኣብ የማነይ ክፀንሕ ኢኻ ኣብ የማነይ ፅናሕ ፀላእትኻ መርገፂ እግርኻ ክገብሮም ኢልዎ ብመን መስለኩም ብማሕበር ማሕበር ክሳብ ዘይመፀት ግን ማለት ስግኡ ክስጋብ ዘይመፀት ግን ረእይዎ እዚ መንግስቲ ኣምላኽ ዝደፍእ ደፋእትኻ እዩ ዛረፍዋ መንግስቱ እንተመጽያ ግን ትገዝእ ድራያ ክብሪ ንኣምላኽ ይኹን ስለዚ እንኳዕ ናይ ኣምላኽ ኮንኩ እንኳዕ ናይ ኣምላኽ ኮና እንኳዕ ነዚ ዕድል ዝተኻፈልናዮ ንዘይደለይዎ ተረኺብሎም ግን ዝገርመኩም ነቶም ተረኽበሎም ሕጂ መገዱ የርእዮም ንምንታይ መገዲ ይርእዩ ይመስለኩም? ብምርጭኦም ከኣ ከይጠፍኡ። ክሰርሖም ከሎስ ኣምላኽ ከም ዝደልዩ ገይሩ ሰሪሕዎም። ግዜ እዩ ዝሰርሓና። ግዜ ብግዜ እዩ ዝስራሕ። ንኣብነት እግዚኣብሔር ንደቂ እስራኤል ካብ ግብፂ ከውፅኦም ከሎ ብግዜ ክሰርሖም ኢሉ እዩ መገዲ ወሲድዎም። ብቐሊሉ ክእትዎም ስለ ዘይክኣል ኣይኮነን። ኣምላኽ ኩሉ ከም ዝኽእል ካብ መጀመርታ ርእዎም እዩ። ባሕሪ ከፊልካ እውን መንገዲ ኣለዎ እዩ። ሕጂ ናብ እስራኤል ንምእታው ካብ ግብፂ ቀሊል መንገዲ ኣለዎ እዩ። ነገር ግን ሰብ ብኸብኡ ኣይስራሕን እዩ። ሰብ ብግዜ እዩ ዝስራሕ። ኣምላኽ ልበይ ለውጠለይ ዝብል ሰብ ብዙሕ እዩ። ኣምላኽ ልብኻ ስለ ዝለወጦስ ልብኻ ብመገዲ ልቡ ኣይከይድን እዩ ብድሕሪኡ ማለት ኣይኮነን። ነቲ ወኒንካዮ ዝጸናሕካ በጺሕካዮ ዝጸናሕካ ደረጃ ልቢ ስለ ዝለወጦስ ድሕሪ ሕጂ ብኡ ትኸይድ ኒኻ ኣይኮነን ዘስምዕ ሰብ ከም ልቡ እዩ እሞ ብኡ እዩ ከኣ ዝኸይድ ብዓንተብኡ ናብኡ ዝመርሓካ ልብኻ እዩ ሕጂ እውን ናብኡ ዝመርሓካ ልብኻ እዩ መጽሓፍ ቅዱስ ኣብ ሳሙኤል እንታይ ይብል እግዚኣብሔር ድማ ንሳኦል ልቦ ለወጠሉ ይብል ልቡ ሸዓ ንሸዓ ለዊጥሉ እዩ ሳኦል ግን ኣይተለወጠን ናብታ ዝነበረታ ርስሓት ይመሊስዋ ናይ መጀመርታ ኣገልግሎቱ ብመገዲ ልቡ ከይዱ እዩ ኣንጻር እግዚኣብሔር ከይዱ ሽዑ ግን እግዚኣብሔር ከምዚ ኢሉ ከም ልበይ ዝበለ ሰብ ርኤ ኣለኹ ኢሉ ከም ልበይ ክብለካ ኣምላኽ ክወስደካ ዘለዎ ጎደና ኺድካ እትኾኖ እምበር ከም እግዚኣብሔር ዘለዎ ልቢ ወይ ድማ ኣብ ልቢ እግዚኣብሔር ዘሎ ባህ ዘብሎ ኮንካ ክትነብር ብቐሊሉ ኣይከኣልን እዩ ስለዚ ዳዊት ኩሉ ውርደተይ ሰናይ ኮይንለይ ኢሉ ብመገዲ ኣምላኽ ክኸይድ ፍቓደኛ እዩ ነይሩ ስለዚ ከምቲ መገድታቱ ንምሴ ዝበሎ ኣምላኽ ብመገዱ ክወስዶ ንስራኤል ናይ ግድን ነይሩ። መገዲ እግዚኣብሔር ግን ነዊሕዎ። ናብ ግብፂ ዝኣትውሉ መገዲ ነዊሕዎ። ናብ ግብፂ ኣይሚን ናብ እስራኤል ከይኣቱ መገዲ ነዊሕዎ። ናብ እስራኤል ከይተኣቱ መገዲ ዘነውሓካ ግን መገዲ ልብኻ እምበር መገዲ እስራኤል ኣይኮነ ነዊሕ ነዊሕ ክስራሕ ዘለዎ ሰብ ኣሎ ኣምላኽ ከም ልበይ ክብለካ ኣምላኽ ብኣኻ ክዓርፍ ድሕር ደጊም ወዲኤ እየ ክብል ድሕር ደጊም ቀሲነ እየ ክብል ብኣኻ ከም ልበይ ዝኾነ ሰብ ርኤ ክብል ብኣኻ ኣምላኽ ዝወሰካ ጎደና ክትከይድ ደልየካ ስለዚ ደቂ እስራኤል ናይ ግድን ክጓዓዝ ኣለዎም ኢሉ እግዚኣብሄር እቲ ዝወስቶ መንገዲ ልክዕ ዝዳዊት ዝበሎ እዩ መከራ እዩ፣ ስቓይ እዩ፣ ጭንቂ እዩ፣ ጥሜት እዩ፣ ጽምኢ እዩ፣ ፀሓይ እዩ፣ ሃሩር እዩ። ግን ኣምላኽ ክትከዱ ኢኹም ኢሉ ኣምላኽ ምዃኑ እቲ መንገዲ እቲ ዝመርሖም ከዓ ቀትሪ ብዓንዲ ደበና ኣሎ፣ ለይቲ ከዓ ብዓንዲ ሓዊ ኣሎ። ኩሉ ኩነታቶም ግን ኣምላኽ ምስኦም ከም ዘሎ ኣይርእዮምን። ዝጎንፎም ጥሜት ከቢድ እዩ። ማይ ኣብ ምድረ በዳ ኣብ ኣጻምእ ሰለስተ መዓልቲ ቆልዓ ሰበይቲ ሒዞም ብዘይ ማይ ተጓዒዞም እዮም ጸሚኦም እዮም ላሃሊሆም እዮም ክሞቱ ደልዮም እዮም ግን ሰብ ብግዜ እዩ ዝስራሕ ኣብ ጉዕዞ እዩ ዝስራሕ እግዚኣብሔር ዝብሎም ዘሎ መንግስትን ካህናትን ቅዱስ ህዝቢ ጥሪት ኣምላክ ክትኮኑን ኢኹም እዩ ዝብሎም ዘሎ ናብዚ ዘብቀዖም ናብ ከንኣን ምስ ኣተዉ ዘይክሕድዎ ምኻኑ ከራጋግጽ እንተ ደኣ ኮይኑ ጎደና ክወስዶም ነይሩ። እስራኤላውያን ግን ክስርሑ ፍቓደኛታት ኣይነበሩ። ክጓዓዙ ምስ ኣምላኽ ፍቓደኛታት ኣይነበሩ። ከም ዘይነበሩ ከብ ምንታይ ኢና ንፈልጥ? ኣምላኽ እዩ ከምኡ ኢሉ ኣቦታትኩም ኣብ በረኻ ኣርባዓ ዓመት ፈቲኖምኒ እዮም ንዓ ኢሉ። እሶም ከዓ ኣምላኽ ዝፈተኖም እዩ ዝመስሎም። ብትኽክል እግዚኣብሄር በታ መዓልቲ ፈተና ኢሉ ዘሎ ኣምላኽሲ ነቲ ዝመሃሮ ህዝቢ ተፈቲኑ ይወፅእን ዘይወፅእን ክሪኦ መገዲዱ ወስዶ። ብሓቂ ተፈቲኑ ይወፆ ድዩ ነዚ ጉዳይ እዚ? ብሓቂ ድዩ ልቡ ከምኡ? ብሓቂ ድዩ ልቡ ኣምላኽ ዝመርፅ? ካብ በረኸት ኣምላኽ ድዩ ዝመርፅ? ካብ ፅቡቕ ነገር ኣምላኽ ድዩ ዝመርፅ? ካብ ናይዚ ዓለም እዚኣ ንኣምላኽ ድዩ ዝመርፅ? ስፔሻል ዳሕረይ ዘመን ዘለና ሰባት ሽዑ ሰባት ኢሉ ፈተውቲ ርእሶም እዮም ክኾኑ ኣምላኽ የልዕለካ ልክዕ ከም ሳኦል ኣብዚ ዘመን እዚ እግዚኣብሄር ሳኦላት ስለ ዝበዝሕዎ ደጊሙ ንሳኦል ክቐብእ ኣይደልን እዩ ደጊሙ ድማ ሳኦላት ልቦም ቀቀይሩ ክሰድድ ቀይሩ ክሰድድ ኣይደልን እዩ ናብቲ ዝነበረታ ስለ ዝምለስ ነገር ግን እግዚኣብሄር ከምዚ ይደሊ ንዳዊት ክሰርሖሞ ንዳዊት ባርያ ምስ ረኸብክዎ ቀባእክዎ ክብል ይደሊ በቃ ክዓርፍ ይደሊ ክሕጎስ ይደሊ ናብዚ ጎደና እዚ ከብጽሓካ ግን ጎደና ይወስደካ መሪር ድዩ ክመርር ይኽእል እምበር ኣምላኽ እኮ ክፍትነካ ኢሉ መገዲ ይወስደካ እዩ ኣምላኽ ድማ ንኣብርሃም መኮሮ ይብል ፈቶነ ይብል በቲ ሓደ ወድኻ ሰዋኣለይ ብምባል ሒዝካዮ ዘለኻ ትድርብዮ ዶ ስለ ኣምላኽ ክርእየካ ይደሊ እዩ ዝሓዘ ሒዙ ክጠፍእ ዝደሊ ሰብ ስለ ዘሎ ካብ ምስ ኣምላኽ ምኻድ በቃ ሒዝዎ ዘሎ ነገር ሒዙ ክጠፍእ ዝመርጽ ናይዛ ዓለም እዚኣ ነገር እዚኣ ዝመርጽ ናይዛ ዓለም እዚኣ ነገር ዘተሓሳስቦ ኣሎ እዩ ሳኦል እኮ እቲ ዝረኸቦ በረኸት እኮ ይጥፍኡ ሳሚኤል ክሓቶ ከሎ እንታይ እዩ ዝክብሎ ከሎ ንእግዚኣብሔር ኣምላክና ክንስወን ኢልና ኢና ምጺናዮ ነይሩ ተዝጠም እኳ ዘይልምነካ ክበልዕ ኢሉ ዘይልምነካ ምክንያቱ ተሰዊኡ መስዋዕት ኩሉ ሰብ እዮም ዝበልዑ ስለዚ ብስም እግዚኣብሔር ሸዊድካ ትገብሮ ምሽዋድ ከም ዘሎ ኣምላኽ ይርኢ ሰባት ፈተውቲ ርእሶም ይኾኑ እሞ ካብ ንኣምላኽ ምፍቃር ኣዕዚዞም ተድላ ይፈትዉ ንርእሶም ክሕጎሱ እዮም ዝደልዩ ሳኦል ንሱ መሪጹ። ኣብዚ ዘመን ዘለዓለም ኣገልገልቲ ቢልዮነርስ ሚልዮነርስ ኮይኖም ዘለውና ኣምላኽ ኢሎም ኣይኮኑን። ኣምላኽ ይፈልጥ እዩ። ክንስዕበካ ምስ መለኮታይ ዓይነት ሰብ ምዃን ርኢ ጎይታ እንታይ ኢልዎ ወዲ ሰብ ግን ንርእሱ መጽለሊ ከም ዘይብሉ ፈሊጥካ ሰዓብ ኢልዎ እዚ ፈሊጡ ፋኦ ጳውሎስ ስዒብዎ ስለዚ ክሳዕ ሕጂ ንጠሚ ንጸምእ ማሕደርካ ኣይብልናን ኢሉ ግን ኣይግድሶን እዩ ዘገድሶ ሓደ እዩ ኣብ ልቢ ጎይታ ዘሎ ምድሪ ጌሩ ክኸይድ ኣነ ካልእ ሃረርታ የብለይን ኢሉ ክፋኖ ናብ ኣቦይ ክኸይድ እየ ዝደሊ ኢሉ ከምዚ ጽምኣት ከምዚ ልቢ ኔርዎ እዩ ከምዚኦም ዝበሉ ሰባት ይደልዩ ከም ደማስ ገዲፎሞ ዝኸዱ ሰባት ኣይደለየን ግዜ ዝጽበዩ ሰባት ኣለዎ እዮም ግዜ ዝጽበዩ ሰባት ኣለዎ ግዜ ተጸብዮም ንኣምላኽ ዝገድፍዎ ተዘይጥዒምዎም ንኣምላኽ ዝገድፍዎ እንተሸጊርዎም ንኣምላኽ ዝገድፍዎ ስለዚ ኣምላኽ ይምክሮም ነይሩ ይፍትኖም ነይሩ በቲ መዓልቲ ፈተና ግን ኣቦታትኩም ተመሊሶም ፈቲኖምን እዩ ሓደ ሓደ ግዜ እኮ እግዚኣብሔር ከምኡ ይገብር ብዘድልየካ ኩሉ ክመልኣካ ይጅምር ይህበካ እሞ ዓቕምኻ እንትኾን እዩ ይርእየካ ስራሓካ ከሎ ቆልዓ ብናይ ፅድቂ ነገር ፍቱን ኣይኮነ ብዙሕ ነገር ዘይፍቱን ክትከውን ትኽእል ኢኻ ጎበዝ ክትከውን ደልየካ እዩ። ኣጉባዝ ነቲ እኩይ ስዒርኩም እሞ ኢኹም እሞ ጽሕፈልኩም ኣለኹ ይብል። ግን ኣቦታት ክትበጽሕ ይደልየካ። ንኣምላኽ ስለ ዝፈለጥኩሞ ዘይትደናገር ዘይትዋላወል መገድኻ ዘይትሓድግ ባሕሪ ዘስገረካ ኣምላኽ ትዝክር ምድረ በዳ ምስ ኮነ ኣቤለዛ ኣምላኽ ዘይትብል ክትውድኡና ተጥፍኡና ኢኹም መጺኹም ዘይትብል ንህዝቡ ዕድለኛ ምዃኑ በዚ ክምስክረሉ ንኣምላኽ ፈሊጥዎ እዩ ንኣቦ ፈሊጥዎ እዩ ናብዚ ደረጃ እዚ ሒዝና ዝወፃ ግን ባዕሉ ኣምላኽ ብግዜ እዩ ኣምላኽ ስቕ ኢሉ ንሰብ ኣይምስክረሉን እዩ ሰብ ናብ ናይ መወዳእታ መድረኹ ምስ በጽሐ ነቦ ስለ ዝፈለጥኩሞ ይጽሕፈልኩም ኣለኹ እዩ ዝበሃል። ማለት ኣምላኽ ሓቂ ንሱ በይኑ ምዃኑ ኣረጋጊጽካ ኣብ ህይወትካ ኢኻ ትፈልጦ። ነዚ ብዝኾነ ነገር ኣይትልውጦ ኣይትሸጦ። ብኽብረት ኣይትሸጦ፣ ብገንዘብ ኣይትሸጦ፣ ብዝኾነ መገዲ ትሸጦን ኢኻ ኣይትልውጦን ኢኻ። ንጉስ እኮ ገሪሞ ብዛዕባ ጳውሎስ እስኪ ተዛረብ ምስ በሎ ከመይ ዝበለ ስብከት ጽቡቅ ጌሩ እዩ ሰቢክዎ እዋእ ንዓይ እምበር ንእሽተይ ክርስትያን ክትገብረኒ ንእሽተይ እምበር ተሪፈካ ኢልዎ እዋ ንጉስ ንዓኻ ጥራይ ኣይኮንኩ ንሰምዓኒ ዘበለ ኩሉ እየ ኢልዎ ኣምላኽ ከምዚኦም ዝበሉ ሰባት እዩ ዝደሊ ብልቦም ቆሪጾም ሰዓብዎ ናብዚ መድረኽ እዝግዜኣብሄር ከብጽሓና ከጓዕዘና ጸልዩ። ስቕ ኢልካ ኣብ መንፈሳዊ ዓለም ደረጃ ኣይትውስኽን ኢኻ፣ ስቕ ኢልካ ከይተጓዓዝካ ኣብ መንፈሳዊ ዓለም ብራኽ ኣይትወጽእን ኢኻ። ናይ መወዳእታ ዕላማ ኣምላኽ እዚ እዩ፣ ካብ ላዕሊ ዝመጸ ልዕሊ ኩሉ እዩ። ካብ ላዕሊ ክትውለድ ኢኻ ስለ ዝበልኩኻ ካብ ላዕሊ ክትመጽእ ኢኻ ስለ ዝበልኩኻ ኣይትገረም ምኽንያቱ መጀመርያ ካብ መሬት ተፈጢርካ ኢኻ ሕጂ ካብ ሰማይ ክትመጽእ ኢኻ ስለ ዝበልኩኻስ ኣይትገረም ክብሪ እዞም መሬታውያንን ክብሪ እቶም ሰማያውያንን በበይኑ እዩ ኣብ ላዕሊ እንተ በጺሕካ ካብ ላዕሊ ኢኻ ትመጽእ መርዓቱ ካብ ላዕሊ እያ ክትመፅእ መወዳእትኡ ቤቱ ካብ ላዕሊ እያ ክትመፅእ መወዳእትኡ ካብቲ ዝወፀኦ ተበረኽቲ እያ ትመፅእ ናብዚ ዘምፃእካ ግን ትጉዕዞ እዩ ነዚ እዮም ሰባት ንእግዚኣብሔር ክስዕብዎ ቀሊል እዩ ምስኡ ክጓዓዙ ግን ኣይደልን እዩ ኣምላኽ ከዓ ምስኡ ክትጓዓዝ እዩ ኣነ ናብ ዘርእካ ምድሪ ቢልካ ክትከይድ ኢኻ ዝብለካ በቲ ትኸዶ ዘለኻ ንኣምላኽ ተኣሚንካ ምስክሩ ኮንካ ክትከይድ ደሊ እዩ ካብዚ ዝመጽእ ፈተና ድዩ ጭንቀት ድዩ ጸበባ ድዩ ዘሎ ድዩ ብዘይገድስ ካብታ ፍቕሪ ክርስቶስ ፈልየካ ክርኢ ግን ኣይደልን። ሞት ድዩ ጋኔን ድዩ መልኣኽ ድዩ ካብታ ፍቕሪ ክርስቶስ ክፈልየና ግን ኣይኮነሉን ኢሉ ከመይ ዝበለ ሰብኣይ እንተልኩም ኣምላኽ ዝሰርሖ እዩ ኣነ ናብ ዘርእካ ቢልካ ምድሪ ኬድካ እንተ ኢልካ ኣምላኽ ከዓ ዝኸበረ ክብሪ እዩ ዘዳለወልካ ነዚ እዩ ጳውሎስ ስቃይ ናይዚ ዘመን እዚ ነቲ ኣባና ክግለጽ ዝመጽእ ዘሎ ናይ ኣምላኽ ክብሪ ከም ዘይመዓራርያ ግን መንገዱ ትፈልጥ የድልየካ ኣምላኽ በየናይ ጎደና ይወስደካ ኣሎ ክትፈልጥ የድልየካ ትኸዶ ዘለካ ጎደና ረኣዩ ኢብን ከም ሙሴ ተጋጊኻ ሙሴ ኣብ ማይ መሪባ ምስ እግዚኣብሔር ኮሪ ንእግዚኣብሔር ኣኾሪ ወእግዚኣብሔር ዝወሰዶ ጎደና ዘይኮነስ ኩሉ ንሰናዮም ከም ዝድግፎም ንፈልጥ ኢና ከም ተባህለ ንሰናዩ ዝድግፍ መገዲ ገይሩሉ እግዚኣብሔር እምበር ንሰናይ ነበር ብሰሪ ደቂ እስራኤል ተጎድኣሉ እዩ ኣምላኽ ግን ንፅቡቕ ይቕይረሉ ነይሩ ዘለኻዮ ኩሉ ኩነታት ኣምላኽ ንጽቡቕ ክቕይሮ እዩ ማለት ንኣምላኽ ትፈልጠሉ መገዲ ክገብሮ እዩ ናብ ኣምላኽ ትጥምተሉ መገዲ ክገብሮ እዩ ለዚ ኢኻ ስኢካ ምስ እግዚኣብሔር ክትጓዓዝ ዘለካ ተጓዒዝካ ኣበይ ትበፅሕ ተልኩም ከንኣን ሰብ ተጓዒዙ ከንኣን እንተደኣ በፂሑ ሽዑ ናይ ንግስነት ግዜ እዩ ኣብ ምድሪ ድማ ምስኡ ክነግሱ እዮም ናብ ንግስነት ስቕ ኢልካ ከም ዘይእቶ ግን ኣምላኽ ኣርእይዎ ንመን ድኾሪ ኣሎም ኢሉ ነቲ ዘይኣመንዎ እኮ እዩ ከይኩርየልካ ኢኻ ትፈርሕ ዘለካ እዚ ወለዶ እዚ ኮሬል ኢልዎ ንጉሴ ኣይኣቱን እዩ ከነኣን ኢሉ ክብሪ ስቕ ኢልካ ይመፅን እዩ ህዝቡ ንእግዚኣብሔር ከመስግኖ ዘለዎ ኣምላኽ ናብ ክብሪ ሒዝዎ ስለ ዝኣተወ ካብ ክብሪ ናብ ክብሪ ናብ ምስሊ ኣርኣይ ንልወጥ ኢና ከም ዝብል ካብ ሓደ ካብ ሓደ ደረጃ ናይ ክብሪ ናብ ዝለዓለ ክብሪ እግዚኣብሔር ሒዝካ ዝድዩ ዲግሪ እዩ ዝውስኸልካ ነዚ እዩ ኩሉ ፈጥረት ሃረርቱ ኣብ ምግላጽ ናይ ደቂ ናይ ኣምላኽ ዘሎ እሂ ደቂ ኣምላኽ ክግለጹ ከለዉ ክርስቶስ ህይወቶም ምስ ዝግለጽ ሓቢሮም ምስኡ ስለ ዝግለጹ እዩ ጎይታ ዝግለጸሉ ግዜ እዩ ሕጂ ኣምላኽ ዝግለጸሉ ግዜ እዩ ሕጂ ርኢኹም ህዝቡ ምስ እግዚኣብሄር ተጓዒዙ ጥራይ ጉዕዝኡ ዝውድእ። ኣምላኽ ከጓዕዘካ ከሎ ኢኻ ጉዕዞኻ ትውድእ። ኣምላኽ ድማ እዩ ዘጓዕዘና ዘሎ። ኣምላኽ ከኣ ጉዕዞና ወዲእና ዘሎ። ናብ ዝበረኸ ናይ መወዳእታ ምዕራፍ እእቲና ዘሎ ኣብዚ ናይ መወዳእታ መድረኽ እዩ ሽልማት ዘሎ ኣብዚ ናይ መወዳእታ መድረኽ እዩ ከብሪ ሒዝካ ምውራድ ዘሎ ሃዋርያት ጉዕዞኦም ምስ ወድኡ ኣብ የሩሳሌም ጸንሒሉ ክሳብቲ ዘብጽሖም ደረጃ መንፈሱ ክልእ ከሎ ግን ጎይታ ሓደ ነገር ኢልዎም ነይሩ ገና ዝነግረኩም ብዙሕ ነገር ኣለኒ ሕጂ ግን ክትቁጸርዎ ኣይትኽእሉ ኢኹም ኢልዎም ናብ ኣቦይ ዝኸደላ ግዜ በጺሓ ኢልዎም። ንሃዋርያት ግን እንታይ ገይርሎም እንተልና ኣቦይ ዝሃብካኒ ቃልካ ሂበ እዮም ንሳቶም ከኣ ኣምላኽ ብዝወስዶም ጎደናስ ከይዶም እዮም። ኣምላኽ ብዝተዛረቦ ቃል ዝወሰካ ኣነ ናብ ዘርእካ ምድሪ ቢልካ ከይድ። ኣምላኽ ዘዝተዛረበካ ሒዝካ ትኸይድ። ንኣምላኽ ጥራይ እንዳሰማዕካ ትኸይድ ኣብ ጎደኑ። ኣምላኽ ዝተዛረቦ ቃል ጥራይ ሒዝካ ትኸይድ ኣብ ጎደኑ። ካብዚ ግን ዘሎ ድዩ ዝመጽእ ድዩ ጋኔን ድዩ መልኣኽ ድዩ ዝፈልየና ግን የለን እዩ። ኣምላኽ እውን በዚ ነገር እዚ ክንፍለ ኣይረኣየን። ምስ ኣምላኽ ተጓዒዝና ናብቲ ኣምላኽ ዝደልዮ ኢና በፂሕና። ስለዚ ሃዋርያት ቃል ክሃብኩም ንሳቶም ከዓ ተቐበሉ ወይ ቃልካ ከዓ ሓቂ እዩ በቲ ሓቂ ህጀ ቀድሶም በቲ ዝበፅሕዎ ደረጃ ቀድሶም በቲ ዝበፅሕዎ ደረጃ ከዓ ግለፆም ኢሉ ኣብ የርሳሌም ጸኒሖም ብኡ ገሊጾም ሽዑ ጴጥሮስ ተሲእታ ኢሉ ከምቲ ኣምላኽ ብነቢዩ ኤል ተዛረቦ ኢሉ ትንቢት ንክልተ ነገር ስለ ዝሃረም ኣብቲ ዳሕራይ ዘመን ኢሉ ዳሕራይ ዘመን ሕጂ ግን ንዕኡም ከምኡ ጎኒፍዎም ኣብ ስጋ ዝለበሰ ኩሉ ካብ መንፈሰይ ክኸዖ ኢሉ እግዚኣብሔር ዝመጽእ ዘሎ ሪቫይቫል ከምቲ ብዘመን ሃዋርያ ዝመጸ ሪቫይቫል ኣይኮነን ሽዑ ሥጋ ዝለበሰ ኣይኮነን፣ ኣብ ሚእትን ዕስራን ሰባት እዩ መንፈሱ ወሪዱ። ሕጂ ግን እግዚኣብሔር ናብ ክብሪ ደቁ ዝኣተዉ ስለ ዘለዎ ናብ ምድሪ ዝወርድ ክብሪ እግዚኣብሔር እዩ ዘሎ። ኩላ ምድሪ ድማ ብክብሪ እግዚኣብሔር ትመርኣሉ ጊዜ እዩ ዝመጽእ ዘሎ። መንግስቲ ናይ ዓለም ናይ ኣምላኽና ትኾነሉ ጊዜ እዩ ዝመጽእ ዘሎ። ሃረርታ ኩሉ ፍጥረት ዝጽበዮ ጸሕናይ ነዚ እዩ። ራእይ ውሉድ ኣምላኽ ኢና ኢሉ ዮሃንስ እንታይ ከም ንኾን ኣይተገልጸን እዩ ድራያ ከይተገልጹ ከይዶም እሱ ንዝግለጽ ግን ሕጂ ከምታ ዘለዋ ክንሪኤና እሱ እዩ ክግለጽ ሕጂ ደቂ ኣምላኽ ካብ ምስ ክግለጹ እዮም ናብዚ መድረኽ እግዚኣብሔር ሒዝና ዝኣቱ ዘሎ በለ ኮነ ኣዘዘ ከዓ ቆመ ኣምላኽ ኣብ ቃሉ ተስፋ ሂብዎ ዝነበረ ነገር ፍጻሜ ዝገብረሉ እዩ እቶም ዝቕደሱን እቲ ዝቕድስን ካብ ሓደ ኣምላኽ ኮይኖም ዝግለጽሉ ንሳ ስጉያ ናይቲ ኩሉ ኩሎም ትመልእ ምልኣት ናቱ እያ እሳ እያ ሕጂ ክትግለጽ ኣምላኽ ናብዚ ደረጃ እዚ ሒዝና ኣትዩ በዚ ክውድእ ሃዋርያት ጎይታ ክሰርሖም ከሎ ዝስርሑ ዝነበሩ ይመስልኒ ቃሉ ክህቦ እንከሎ ኣሜን ይብልዎ እምበር በቲ ቃል እቲ ከምዚ ቅዶስ ይፈልጡ ኣይነበሩን። ቃልካ ሓቂ እዩ በቲ ሓቂ ቀድሶም ኢሉ እዩ ወዲእዎ እምበር ከምኡ ይመስሎም ኣይነበረን። ነገር ግን ሓደ ነገር ኣብጺሕዎም እዩ። ንኣምላኽ ከም ዝፈልጥዎ ግን ገይርዎም ኣቦታት እዮም ኮይኖም ኣብ ምድሪ ከለዉ ኣጉባዝ ኣይኮኑን ኮይኖም ቆልዑ ኣይኮኑን ኮይኖም ቆልዑ ነይሮም እዮም። ብጎይታ ብዙሕ ይዋላወሉ ነይሮም እዮም። እዝስ መን ኮን ኮይኑ'ዩ ዝበሉ ግዜ ነይረ። ባሕሪ ዝእዘዙስ መን ኮን ኮይኑ'ዩ፣ ትስዕብዎ ጎይታስ መን ኮን ኮይኑ እንዳተጠራጠሱ ይስዕብዎ ነይሮም እዮም። መወዳእታ መድረኽ ግን ኣብጺሕዎ። ኣምላኽ ንህዝቡ ናብ መወዳእታ መድረኽ እእትይዎ እዩ። ደሓር ኣብ የሩሳሌም ጸኒሖም ክግለጹ ከለዉ ግን በታ ዝበጽሕዋ ደረጃ እዩ ገሊጽዎ። ሰብ ኣብቲ ዝበጽሖ ደረጃ ክንድኡ ክብሪ ተቐቢሉ እዩ ዝግለጽ። ደቂ ኣምላኽ ድማ ብናይ ፍጻሜ ክብሪ እዮም ክግለጹ፣ ብናይ መወዳእታ ናይ እግዚኣብሔር ክብሪ እዮም ክግለጹ። ስቓይ እዚ ዘመን እዚ ነቲ ኣባና ክግለጽ ዝመጽእ ዘሎ ናይ ኣምላኽ ክብሪ ኣይመዓራረዩን። ኣምላኽ ብናይ ዘለኣለም ክብሩ ኣብ ምድሪ ዝግለጸሉ፣ ክርስቶስ በቲ ካብ ኣምላኽ ዝተቐበሎ ክብሪ ኣብ ምድሪ ዝግለጸሉ፣ ክርስቶስ ሕይወትና ንዝግለጽ ሓቢርና ምስኡ ንግለጸሉ ዓይነት ክብሪ ናይ እግዚኣብሔር ኢና ምድሪ ክግለጽ ምድሪ ናይ ኣምላኽና ትኸውን ወይ ድማ መንግስታት ናይ ዓለም ናይ ኣምላኽና ዝኾኑ ስቕ ኢሎም ኣይኮኑ ከምዚ ተባሂሉ ተጻሒፉ ኣሎ ኩሉ ብርኪ ይግሰግደለይ ልሳን ዘበለ ድማ ኩሉ ንኽብሪ እግዚኣብሔር ኣቦ ኢሉ ኢየሱስ ክርስቶስ ጎይታ ምዃኑ ክእመን እዩ ተባሂሉ ተጻሒፉ ኣሎ። ቃሉ ዝፍጽመሉ ግዜ እዩ። ኢት ዋዝ ኤ ፕሮሚስ እዚ ቃል ፖሊሲ ነይሩ ከም ዘለዎ ፍጻሜ ዝረኽበሉ ክብሪ እዩ ዝመጽእ ዘሎ ምክንያቱ ምስ ዝነግሱ ደቂ እዮም ዝመፁ ዘሎ ነገስታት ዝኾኑ ደቂ እዮም ዝመፁ ዘለዉ ኪንግደም እያ ትመፅእ ዘላ መንግስትኻ ትምፃእ እዩ ዝበሃል ዘሎ ሕጂ ፍቓድካ ከምቲ ኣብ ሰማይ ዝኾነ ከምኡ ድማ ኣብዚ ምድሪ እዚ ይኹን ኣብ ምድሪ ይኹን ከምቲ ኣብ ሰማይ ዘላ መንግስትኻ ትገዝእ ከምኡ እዚ ምድሪ እዚ ርእየና መሬት መንግስቲ ኣምላኽ ትጽበላ ምድሪ መንግስቲ ናይ እግዚኣብሔር ትጽበላ ከምቲ ፍቓዱ ኣብቲ ሰማይ ዝሰርሕ ከምኡ ድማ ኣብዚ ምድሪ እዚ ይስራሕ ከምኡ ኢልኩም ጸልዩ ሕደት ሞጋሰ ኣይትፍራሕ እታ መንግስቲ ቦኻ ክበካ ፍቓዱ እዩ ፍቓዱ እዩ መንግስቱ ክህበካ ከምቲ ሄቨን ከምኡ ድማ እርዝ ክትከውን ከምቲ ሰማይ ምድሪ ድማ ከምኡ ክትከውን ተዛሪቡ እዩ እሞ ክገብሮ እዩ ኣምላኽ ኢሉ እዩ እሞ ክኸውን እዩ ናይ ፍጥረት ኩሉ ሃረርታ ንሱ እዩ ስቓይ እዚ ዘመን እዚ ነቲ ኣባና ክግለጽ ዝመጽእ ዘሎ ናይ ኣምላኽ ግብረ ኣይመዓራረዩ ኣምላኽና ክመጽእ ይሶ ድማ ኣይብልን ዓለም ነዚኣ ሕጂ ተጨኒቃ ዘላ ግን ኢዱ ስለ ዘእተወ እግዚኣብሄር ከኣ መንግስቲ ኣምላኽ ትመጽእ ስለ ዘላ ድማ ሰይጣን ከመይ ይጭነቕ ኣሎ ምድሪ ንሪኦ ኣለና ምድሪ ከመይ ትናወጽ ኣላ ንሪኣ ኣለና ኣምላኽ ብኸመይ ክብሪ ኣብዚ ምድሪ እዚ ይግለጽ ኣሎ ዓይኑ ዘለዎ ቃሕ ኢሉ ይርኣዩ ሰማይን ምድርን ትምርምሩ ከመይ ነዚ ዘመን እዚ ዘይትምርምሩ ኢሉ ኣሎ። ገጽ ሰማይን ምድርን ዝምርምር ሰብ ነዚ ዘመን እዚ ሕጂ ይመርምሮ ይርኣዮ ኣምላኽ እንታይ እዩ ዝገብር ዘሎ እንታይ ኢሉ ነይሩ እንታይ ከ ይገብር ኣሎ ንሱ ይኽበር ንዘለኣለም።